ፊልምና እንትጅምር ኣብ ካልኣይ ብርኪ ቤት ትምህርቲ ውሽጢ ሳፊ ዝተብሃል ጓል ኣብቲ ክፍሊ ዘለዉ ኣወዳትን ኣዋልድን ተምሃሮ ብተወሳኺ ዝረኸበቶ ነገር ኩሉ ብመሃረምቲ እናዳቐቐት ንርእያ። እዚ ኩሉ ዝኾነ ተምሃሮ ስለ ዝተፈታተንዋን ስለ ዝተናገርዋ እንትኸውን ንሳ ድማ ማንም ክመጻን ከዋርዳን ስለ ዘይትደሊ መሰላ ብኢዳ ክተኽብር ትደሊ። ድሕሪ እዚ ዓቢ ራብሻ እታ መምህር እዚ ራብሻ እዚ ክትዕገስ ስለ ዘይከኣለት ንቕጽዓት ናብ ቢሮ ትወስዳ። እታ መምህር እውን ስነ ምግባር ስለ ዘይብላ ኪዲ ዝተሓትዮ ቤተሰብ እውን ዘይብልኪ ኢላ ትጸርፋ። ሶፊ ግን ንባዕላ ክትከላኸል ብምፍታን ካብ ሃፍታማት ቤተሰብ ዝተረኽበት ምዃናን ኣቦኣ እውን ድሕሪ ቁሩብ ግዘ ክወስዳ ከም ዝመጽእ ትነግራ። እታ መምህር ግን ብምሕጫጭ ብሓቂ ዓቢ ፍርሒ ወሪድና እስኪ እቲ ዝትብልዮ ኣቦኺ ኣበይ ከም ዘሎ ንርኣዮ። ልክዕ ኣብቲ ሽዑ ሰዓት ናይ ሳፊ ኣቦ ብዙሓት ናይ ሃፍታማት መካይን ኣኸቲሉ ብዝለዓለ ግርማ ሞገስን በዓል ሃፍቲ ምዃኑ ብዘፋልጠሉ ኩነታት ናብኡ ይመጽእ። እታ መምህር እውን ኣፋ ከፊታ ጓልካ ስነ ምግባር የብላን ኢላ ክትናገር እንትብል ኣቦኣ ዝኾነ ዓይነት ሰላምታ ኮነ ንግግር ከይተናገረ ብቕልጡፍ ኣብ ኢዱ ዝነበረ ሰዓትን መጋየጽን ኣውጺኡ ብሓይሊ ጽፍዒት ሃሪሙ የውድቓ። ምስ ወደቐት ብቦክሲ ይሃርማ እሞ ካብኡ ልክዕ ኣብ ማይ ተጻዊቱ ዝወጸ ሰብ ኢዱ ብኹርዓት ይጸርጎ። ካብኡ ሳፊ እዚ ናይ ምቑጣዕን ምጥቃዕ ባህሪ ካበይ ከም ዝወረሰቶ ንርዳእ። ኣቦኣ ናብ ጓሉ ዘይሩ ኣዲኣ ካብ ሆስፒታል ክሳብ እትወጽእ ኣብቲ ናይ ሽዑ ወቕቲ ዕረፍቲ ምስኡ ክትነብር ስለ ዘለዋ፣ ናብ ገዛ ንክትኽተሎ ይእዝዛ እሞ ኣይሰማማዕን ትብሎ። ምኽንያቱ ኣቦኣ ኣብ ህይወታ ሙሉእ ንሙሉእ ገዲፍዋ ዝነበረን ሓደ መዓልቲ እውን ደሓን ዲኺ ኢልዋ ዘይፈልጥ ሰብ ብምዃኑ ሕጂ ሃንደበት ርህሩህ ብምዃኑ ይገርማ። ኣቦኣ ግን ኣማራጺ ብምሃብ ብጽቡቕ ኩነታት ትኽተልኒ ዲኺ ወይስ ብቃሬዛ ክወስደኪ ትደልይ ኢኺ? ኣይ ብቑጠዐ ምኻድ ይሕሸኒ ንኺድ ንሱ ቀዲሙ ምኻድ እንትጅምር ንሳ እውን ክትስዕቦ ደድሕሪኡ ትኸይድ። ክወስዳ ዝመጸልዮ ዝተባህለ ሰብ ናይቲ ትካል ሊቀ መንበር፣ ሓቢሮሞ ካብ ዝነበሩ ቁልዑ ወጻኢ ካልእቲ ጓሉ ከም ዘላቶ ንመጀመርያ ግዜ ፈሊጡ ከም ዝኾነ ይነግራሞ ንሳ እውን እቲ ነገር ንምስትኽኻል ኣይ ምንም ማለት ኣይኮነን ንዝሓለፉ ዓመታት ኣብ ወጻኢ ዓዲ ስለ ዝነበርኩ እዩ ኢላ ትምልስ። ኣብቲ ሽዑ ሰዓት ሳፊ ካብ ሕጊ ወጻኢ ብዝኾነ መንገዲ ከም ዝተወለደትን ኣቦኣ ንዝሓለፉ ዓመታት ኩሉ ንዓኣን ንኣዲኣን ገዲፍወን ዝነበረ ሕጂ ግን ሕጂ ግን ሃንደበት ዝዘከረን ናይ ባዕሉ ውልቃዊ ጥቕሚ ጥራይ ከም ዘለዎ ንርዳእ። ሳፊ ኣብ ህይወተን ዝረኣዮኦን ናይ ግፍዕን በደልን ዓመታት ብምሉኡ ንምብቃልን ናታን ናይ ኣዲኣን መሰል ምሉእ ንምሉእ ንምኽባር ንባዕላ ቃል ትኣቲ። ብምቕጻል ናብ ናይ ኣቦኣ ገዛ ትበጽሕ እሞ ልክዕ ናብቲ ገዛ ምስ ኣተየት የሕዋታ ብሕማቕ ኩነታት ይቕበልዋ። ብፍላይ ረሃፍ ዝተባህለት ሓፍታ ብዝለዓለ ኩነታት ትፈታተን። ሳፊ ድማ ምስ ማንም ክትከራኸርን ክትነጋገር ስለ ዘይትፈቲ ንኹሎም ብማህረምቲ ክትረቕቖም ትጅምር። ኣቦኣ ግን ኣብ ላዕለዋይ ፎቕ ኮይኑ እቲ ነገር ክሳብ ዘብቅዕ ብትዕግስቲ ይርእዮ። እቲ ነገር ኣንፈቱ እናስሓተ ከም ዝኾነ እንትርዳእ ጣልቃ ይኣቲ እሞ እዚ ተራ ነገር እዩ ዞም ደቀይ ሕጂ ንሕጂ ጠጠው ኣብልኦ ኢሉ እቲ ባእሲ ጠጠው የብሎ። ካብኡ ንሳፊ ጽቡቕ ኣቀባብላ ብምግባር ኣብቲ ገዛ ውሽጢ ዝትደልዮን ካብ ኩሉ ዝሓሸ ክፍሊ መሪጻ ንኽትሕዝ ይነግራ። ሳፊ ከዓ ሕራይ ኢላ ትኸይድ እሞ ሰበይቲ ኣቦኣ በቲ ዝኸውን ዘሎ ነገር ሕጉስቲ ስለ ዘይኮነት ስብኣያ ድሕሪ እዚ ኩሉ ዓመታት ጓሉ ሃንደበት ዝዘከረሉ ትኽክለኛ ምኽንያት ንምፍላጥ እንትጭቕጭቖ ንሓደ ፍሉይ ጥቕሚ ጥራይ እየ ደለያ እዚ ስራሕ ድማ ነቶም ካልኦት ደቀይ ክህቦም ኣይኽእልን ምኽንያቱ ንሶም ኣዝዮም ፈራሓትን ሰነፋት ስለ ዝኾኑ እቲ ሚሽጥር ኣውጺኦም ከዋርድና እዮም። ብተወሳኺ ነቶም ካልኦት ደቁ ስለ ዝሰግእን ስለ ዝርሕርሐሎም ከም ዝኾነ ይነግራ። እታ ሰበይቲ ኣቦ ሳፊ ነቲ ዕላማ መስዋእትነት ከም ዝመጸት እንትርዳእ ስለ ዘይትፎትያ ኣዝዩ ደስ ይብላ። ኣብቲ ሽዑ ግዘ ሳፊ ኣዮኒ ክፍሊ ከም እትወስድ ንበይና ኮይና እንትሓስብ፣ ረሃፍ ካልኣይ ክተቸግራ ብዘይ ሓዳር ዝተወልደት ምዃና እናነገረት እንተዋርዳ፣ ንማንም ዘይትፈርሕ ሳፊ ናብኣ ዝውር ኢላ እንታይ ኣእትዩኪ? ሕጂ ጸጉርኺ ኣብ ትሕቲ እግርኺ እንተገይረዮ ደስ ይብለኪዶ ኣንቲ ደርሆ ትብል እሞ ኣብኡ ዝረኸበቶ ማይ ናብ ልዕሊኣ ትደፍኣላ። ካብኡ ሓያል ባእሲ የልዕላ እሞ ኣቦኣ መጺኡ ክሳብ ዝገላግለን ይባእሳ። ኣቦኣ ግን ንጥቕሚ ስለ ዘምጽኣ ሳፊ ጥፍኣተኛ ምዃና እናፈለጠ እውን ኣብ ጎና ጠጠው ይብል። ዝትደልዮ ክፍሊ ንክትመርጽን ሕጂ ንሕጂ ንክትኣቲ እንትነግራ ናይ ሮሃፍ ክፍሊ እናረኣየት እዚ ክፍሊ እየ ዝደሊ ኣባኣ እውን ሽዑ ብቕልጡፍ ሕራይ ኢሉ ይፈቅድ። ሳፊ ናብቲ ክፍሊ ኣትያ ናይ ሮሃፍ ክዳውንቲ ኮም ጓሓፍ ናብ ደገ እናደርበየት ትሕጭጫ። ለይቲ ሳፊ ኣብ ጥቓ ኣዲኣ ዘሎ ናይ ትምህርቲ ዓርካ ኣሌክስ ብስልኪ እናተነጋገረት ስለ ናይ ኣዲኣ ጥዕና እውን ትሓቶ። ንሱ ከዓ ኣዲኣ ደሓን ምዃናን እንተኾነ ግን ናይ ኣዲኣ ናይ ኦፕሬሽን ገንዘብ ብቕልጡፍ ክኽፈል ከም ዘለዎ እንትነግራ ሕራይ ትብሎ። ብስብሒቱ ንግሆ ሳፊ ምስ ኣቦኣ ንምንግጋር ትኸይድ እሞ ንሳ እውን ዝፃወቶ ዘሎ ናይ ርህርህነት ኣቦ ድራማ ስለ ዘይተዋሓጠላ ቀጥታ ናብቲ ጉዳይ ብምእታይ ንምዃኑ ካባይ ዝትረኽቦ ጥቕሚ እንታይ እዩ? ብሓቂ ብኣቦኺ ኢኺ ወፂኺ በላሕ ምዃንኪ ይፈልጥ ነይረ እየ ድሕሪ ምባሉ ብሓደ ሚልዮን ዶላር ብኽፍሊት ዝከናወን ሓደ ከቢድ ተልእኾ ከም ዘሎ ይነግራ። እዚ ከዓ ንዕኡ ዘሕርቆ ዘሎ ሓደ ናይ ማፍያ መራሒ እንዳ ጥላዕ ምፍራስን ብተወሳኺ ናይቲ ትካል ሊቀመንበር ወዲ ዝኾነ ኣያን ምድሓን ከም ዝኾነ ይነግራ። ንሳ እውን ሕራይ ድሕሪ ምባላ ቅድመ ክፍሊት እንትሓቶ ፍርቂ እቲ ገንዘብ ይህባ። እቲ ገንዘብ ሒዛ ናይ ኣዲኣ ሕክምና ፍርቁ ንምኽፋል ትኸይድ። ኣብዚ መንጎ እንጀራ ኣዲኣ ናብ ሰብኣያ እናመጸት ብሓሶት ዝሓዘነት ኮይና እስኪ ከይደ እታ ዝሓመት ናይ ሶፊ ኣደ ክጉብንያ። ዝሓመመ ምጎብናይ እኮ በረከት ኣለዎ እዩ የዋህን ዝተሓስቢ ሰበይቲ ኢኺ ሳፊ ናብቲ ሆስፒታል እንትበጽሕ እንጀራ ኣዲኣ መጺኣ ብጭካነ ናይ ኣዲኣ ኦክስጅን መተንፈሲ እንትነቕሎ ንኣሌክስ እውን እናሃረመቶ እትረኽባ እሞ ኣብ ኣዲኣ ዝበጽሕ ዘሎ በደል ክትዕገስ ስለ ዘይከኣለት ንሰበይቲ ኣቦኣን ምስኣ ዝመጹ ሰባት ሃሪማ ስነ ምግባር ተምህሮም ቀጺላ እቲ ገንዘብ ነቲ ሓኪም ሂባ ናይ ኣዲኣ ሕክምና ንክጅመር ትገብር ካብኡ ኣቦኣ ዝሓተታ ናይ መጀመርያ ተልእኾ ንባዕላ እናዳለወት ስለ ኣያ ንእሽተይ ዝተጻሕፈ መዘክር ደፍተራት ትሕዝ ድሕሪ ቅሩብ ግዘ ሳፊ እቲ ማፍያ ናብ ዘለዎ ቦታ ትበጽሕ እሞ ኣብኡ ዘለዉ ሰባት ብብልሓት ኣታሊላ ናብ ውሽጢ ትኣቲ ካብኡ ኣያን ልክዕ ከም ኸልቢ ብኸፉእ ኩነታት እናተንገላትዐ ዋላ እኳ እንተረኣየቶ ናይ ሰባት ትኹረት ንዘይምስሓብ ኢላ ተረጋጊዓ ትጸንሕ ጠላዕ እናተጻወተት ደጋጊማ ምስዓርን ምውርራዳ እንትቕጽል፣ ናይቲ ማፍያ መራሒ ባዕሉ መጺኡ ንብሕቶም ንክጋጠሙ እንትሓታ ንሳ'ውን ትሰማማዕ። ካብኡ ምኻድ ጀሚሮም ኣብቲ ማእከል ኮሪደር እንትበጽሑ፣ ሽንትቤት ክኸይድ ኢላ ንኣያን ብቕድሚኣ ትረኽቦ። ንሱ ከዓ እቲ ናይ ማፍያ መራሒ ቀሊል ሰብ ከም ዘይኮነን ንኽትጥንቀቕ ክመኽራ ይፍትን። ንሳ ግን ብዓርሰ እምነት ሎማዓንቲ እዚ ካዝና ሙሉእ ንሙሉእ ኣብ ኢደይ እንተዘይኣእትየዮ ኣነ መልሓስ ጥራይ እየ። እቲ ዘድሊ ነገር ንምግባር እውን ድሉው እየ። ሳፊ ናብቲ ዝተዳለወ ክፍሊ እንትኣቲ ግን እቲ ናይ ማፍያ መራሒ መንነታን ናብኡ ዝመፀትሉ ትኽክለኛ ምኽንያት ቀዲሙ ከም ዝፈልጥ እንትርዳእ ትግረም። ንሱ እውን ስለ ህይወቱ ዝተጽሓፈ ዝርዝር ሓበሬታ የርእያ። ብተወሳኺ ንኣያን ኣእዳዉ ኣሲሩ ናብቲ ክፍሊ ንክኣቲ ምስ ገበሮ፣ ኣነ ማንም ተራ ሰብ ክስዕረኒ ኣይኽእልን፣ ብፍላይ ድማ ከማኻ ዓይነት ናይ ትማሊ ፍጥረት ፈጺሙ ክፍትነኒ ኣይኽእልን እናበለ ይሳለቐላ። ሳፊ ግን ትዕግስታ እንትውዳእ ቅንዕ ኢላ ሽዑ ንሽዑ ናቱ ሰባት ናብ ባዕሉ ብምዛር ሕጂ ናትካ ተራ ኣብቂዑ'ዩ ትብሎ። ካብኡ ንዕኡ ምስ ዓራም ምልክት ናብ ናይ ኣቦኣ ገዛ ትኸይድ። ኣብቲ ሽዑ ሰዓት ኣቦኣ፣ ሰበይቲ ኣቦኣን ደቃን ኣብ ገዛ ውሽጢ ብምቾት ኮፍ ኢሎም፣ ሳፊ ቀጥታ ናብ ሞት ከም ዝኸደትን ካብኡ ንደሓር ከም ዘይትምለስ ብምሕሳብ ክርስዕዋ ይዳለዩ ነበሩ። እንተኾነ ግን ዘምጽኣቶ ነገር ኣብ ቅድሚኦም እንትቕመጥ ኩሎም ብስንባደ ይፈዙ። ሳፊ ብቕልጡፍ ናብ እንጀራ ኣዲኣ ብምዛር ኣብቲ ሆስፒታል ንኣዲኣ ብ ዘብጸሐትላ ግፍዒ ገጻ ብጽፍዒት ትሃርማሞ ንኣቦኣ ሰበይትኻ ተትሕዛ ይሕሸካ እንተ ዘይኮይኑ ግን ሓደ መዓልቲ ናታ ኢድ እውን ኣብዚ መሀረሚ ተጠቕሊሉ ትረኽቦ ኢኻ ልክዕ ኣብቲ ሽዑ ሰዓት እቲ ዓቢን ዋና ሰብ ናብቲ ገዛ ውሽጢ ይኣቲ እዚ ሰብ ዕድመ ዝደፍአ እንትኸውን ንሱ ከዓ ናይ ኣያን ኣቦ ብተወሳኺ ንናይ ሳፊ ኣቦ ላዕለዋይ ሓለቕኡ ነበረ ሳፊ ኣብቲ ናይ ማፍያ ሓለቓ መራሒ ዝገበረቶ ከቢድ ስጉምቲ ሰሚዑ ስለ ዝነበረ ብናታ ጥንካረን ሓይልን ተገሪሙ ከመይ ካብ ከምዚ ዓይነት ድኽምቲ ዝትመስል ጓል ምውጽኤ ገረሞ። ናይ ሳፊ ኣቦ ግን እቲ ዋና ሓለቕኡ ንምንታይ ናብ ገዛ ከም ዝመጸ ኣይተረድኦን። ንሳ ኣብቲ ናይ ማፍያ ገዛ ውሽጢ ምስ ኣያን ክትነጋገር ዝነበረት ትዝታ ትዝክር። ኣብቲ ሽዑ ግዘ ኣያን ኣቦኡ ናብ ገዝኦም ሒዝዎ ንክመፅእን ንዕኡ ብቐረባ ክትፈልጦ ከም እትደሊ ሓቲታቶ ነበረት። ኣያን ግን ንምንታይ እየ ሒዝዮ ክመፅእ ንስኻ ኣይርደኣካን ድዩ? ንዕኡ ብቐረባ ክፈልጦ ይደሊ'የ ኢለካ'ኮ። እምቢ እንተኢሉ፣ ኣብ ኢዳ ዘሎ ንሱ ባዕሉ ዝተሳተፈሉ ሕማቕን ዘይሕጋዊ ስራሕቲ ዘርእዩ ናይ ድምጺ ቀዳሕ ንኹሉ ሰብ ኣውጺኣ ከም እተዋርዶ ኣፈራሪሓቶ ነበረት። ኣያን'ውን በቲ ነገር ሰንቢዱ ኣቡኡ ሒዙ ንምምጻእ ተሰማሚዑ ነበረ። ሕጂ ናብ ናይ ሳፊ ገዛ እንትንምለስ ኩሎም ተኣኪቦም ናይ ኣያን ኣቦ ንሳፊ ሓደ ሓደ ዓበይቲ ናይ ስራሕ ሓላፍነት ክህባ ከም ዝደሊ እንትናገር፣ ናይ ሳፊ ቤተሰብ ድማ ብሓንቲ ተልእኾ ዓወት ጥራይ ከመይ ኢላ እዚ ኩሉ ዓቢ ስራሕ ትርከብ ይብሉ እሞ መበል ካልኣይ ናይ ፈተና ውድድር ንክዳለወላ ሓሳብ የቕርቡ። እዚ ከኣ ካብቲ ናይ ሓለቓ እሙናት ወተሃደራት መንጎ ዓሰርተ ሰለስተ ተዋጋእቲ ተጋጢማ እንተ ስዒራቶም እቲ ስራሕ ከም ዝግባኣን ክተኣኣመኑላ ከም ዝኽእሉ ይናገሩ። እንድሕር ዘይስዒራ ግን ዘለዋ ዕድል እቶም ተዋጋእቲ ምሉእ ንምሉእ ዝቐትልዋ እንትኾኑ፣ እቲ ካልኣይ ከዓ ተሳዒራ ብህይወት ዋላ እኳ እንተተረፈት ህይወታ ካብ ሞት ዝኸፍኣ ይኸውን። እቲ ውሳነ ቀሊል ስለ ዘይኮነ ንሳፊ ንእሽተይ ንኽትሓስበሉ እንትነግርዋ ንሳ ግን ብኹርዓት ኣነ ኣይኮነን ዶ ምስ ዓሰርተ ሰለስተ ምስ ሰላሳን ሰለስተን ተዋጋእቲ እውን ናብ ውግእ ንምእታይ ፍቓደኛ እየ እቲ ሓለቓ ብናታ ጅግነት ተመሲጡ እቲ ናይ ውድድር ሰዓት ብጽብሕቲ ንክኸውን ይውስን። ብድሕሪኡ ምስኣን እናተጓዓዙ ናይ ባዕላ መቓብር ብኢዳ እናኳዕተት ምዃና ብምግላጽ ካብ ውሳነኣ ንኽትምለስ እቶም ዓሰርተ ሰለስተ ተዋጋእቲ ኣብ ትሕቲ ኣቦኡ ካብ ዘለዉ ሓደገኛታትን ጨካናትን መንጎ ዝምደቡ ከም ዝኾኑ እንትነግራ ንሳ ግን ኣቕልል ኣቢላ እዚ ንዓይ ግደፈለይ ግን ንእሽተይ ሓገዝ ካባኻ ይደሊ እየ ኢላ ናብኡ እናተጸግዐት ምሸት ናብ ናቱ ገዛ ክትመጽእ ከም እትደሊ ትነግሮ እቲ ምስኪን ኣያን እውን ሽቶ ተቐቢኡ ብሃንቀውታ እንትጽበያ ሳፊ ናይ ስፖርት ክዳን ተኸድና ትመጽእ እሞ እንትርእዮ ዝተሰሓሓተ ሓሳብ ኣብ ኣእምሮኡ ከም ዘሎ ተረዲኣ ብቑጥዐ እንታይ ኮንካ ንበዓልኻ ኣይሓለኻን እኮ ኣነ ናብዚ ዝመጻእኹ ምሳኻ ልምድ ክገብር ጥራይ እየ እንትብሎ ብምስንባድ ንግግር ይሓጽሩ። ካብኡ ክልቲኦም ናይ ሓባር ልምምድ ይገብሩ። ሳፊ ንኣያን ብግጥም ስዒራቶ ንምኻድ እንትትስእ ንሱ ሓቢሮም ኮፍ ንክብሉን ንክሰትዩን ዋላ እኳ እንተለመና ንሳ ግን ኣይ ኣነ ግዘ የብለይን ኢላ ገዲፋቶ ትኸይድ። ብጽብሒቱ ሳፊ ካብ ቤት ትምህርቲ እንትወጽእ ያን ዝተባህለ ናይ ቁልዕነት ዓርካ ፍየሪ ሒዙ እናተጸበያ ትረኽቦ። ብኻልእ ገጽ ረዳት ታልዮ ንሱ እውን ከምኡ ልክዕ ፍዮሪ ሒዙ ኣብ መኪና ኮይኑ ይጽበያ ነበረ። ክልቲኦም ናብ መኪና ክትኣቲ ኣጥቢቖም እንትልምንዋ፣ ንሳ ግን ንሓዲኦም እውን ፍቓደኛ ከይኮነት ታክሲ ሒዛ ትኸይድ። ልክዕ ናብ ገዛ ምስ በጽሐት እቲ ዓቢ ሓለቓ፣ ኣባኣን የሕዋታን እቶም ተዋጋእቲ ሰራዊት ኩሎም ተኣኪቦም ይጽበይዋ ነበሩ። እቶም ተዋጋእቲ ንባዕሎም ንግጥም ኣዳልዮም ኩሎም ኣብ ቅድሚ ዓይኖም ቅድሚ ምሟታ መጠንቀቕታ ክህብዋ ዋላኳ እንተፈተኑ፣ ንሳ ግን ከይሰምዐቶም ትተርፍ። ሳፊ ምስቶም መናእሰይ ናብ ግጥም ኣትያ ብዘይ ምንም ፍርሒ ላዕልን ታሕትን የማንን ጸጋምን ብምህራም ንኹሎም መናእሰይ ብቐሊል ትስዕሮም። እቶም ሰባት እውን ብምግራም ዓርሲ ብዓርሶም እናተረኣኣዩ ብኣኣ ተገሪሞም ይኸዱ። ናይቲ ትካል መራሒ ራይዝ ብዝኣተዮ ቃል መሰረት ካብቲ ትካል ዝተወሰነ ብጽሒት ይህባ። ናይ ኣቦኣ ክሳድ እውን ብኹርዓት ቅንዕ ይብል። ብምቕጻል ካብ ገዛ እንትወጽእ ዝኾኑ ሰባት ከቸግርዋ እንትፍትኑ ንምህራም ቅድሚ ምድላያ ሓደ መንእሰይ ካብ ርሑቕ እናተቻኮለ መጺኡ ንስኺ ግደፍዮም ጸብቕቲ ድሕሪ ምባሉ የዕጽምቶም ክሳብ ዝስበር ሃሪሙ የባርም። ካብኡ ንሳፊ ከፋንያ ይሓታ እሞ ንሱ ኣብ ካልእ ክፍሊ ዋላ እኳ እንተኾነ ኣብ ተመሳሳሊ ቤት ትምህርቲ ዝመሃር ተመሃራይ ስለ ዝነበረ ኣዝየ ዘመስግን ግን ምንም ኣየድልን ነይሩ እንትብሎ እቲ መንእሰይ ግን እንተነኣሰ ዝገበረላ ውዕታ ንምምላስ ንክላለዩ ወይ ከዓ ንክራኸቡ እንትጭቕጭቓ ተሰማሚዓ ስልካ ሂባቶ ትኸይድ ኣብ መንገዲ ከላ ካብ ኣያን መልእኽቲ ይበጽሓ ሕጂ እቲ ሓቢሩኪ ዝነበረ መንእሰይ ረሃፍ ዝለኣኸቶ ሰብ እዩ ኢሉ ይነግራ ንሳ እውን ሕራይ ኢላ ኣብቲ ወዲ ህቅን ምውጻእ ትጅምር። ብጽብሒቱ ሳፊ ኣብቲ ዝተቋጸረሉ ቤት መግቢ ክትረኽቦ ከይዳ እቲ ወዲ ኣፍቃሪኡ ክረክብ ከም ዝመጸ ሰብ ንእሽተይ ኮፍ ምስ በሉ ህቅኑ ንምፍላጥን ዕድል ንምሃብ ክትብል ናብ ሽንቲ ቤት ክኸይድ ይደሊ'የ ትብሎ። ንሳ እንትኸይድ እቲ መንእሰይ ኣብ ምግባ ውሽጢ ሓደ ሓደ ዘደንዝዙ ነገራት ኣእትዩሉ እንትምለስ እቲ ምግቢ ንኽትበልዖ ይሓታ። ምንም ጸገም የብሉን ንብላዕ ኢላ እውን ትበልዕ ንእሽተይ ጸኒሓ ምዛር ከም ዝጀምራ እንትርእይ ብቕልጡፍ ናብ መኪንኡ ሒዝዋ ከይዱ ናይታ መኪና በሪ ክዓጽዮ እንትብል ግን ብቕልጡፍ ነቒሓ ሰባትን ፖሊሳትን ትጽውዕ። እቲ ወዲ እውን ኣብ ኢድ ቁጽር ፖሊስ ይውዕል። ኣብ መርመራ ሰዓት እቲ ወዲ ምስ ሳፊ ፍቕራዊ ርክብ ኣለና፣ ኣብ መንጎና ዘይምርዳእ ስለ ዝተፈጥረ እዩ እንተበለ ንሳ ግን ኩሉ ነገር ሓባቢላ ኣብቲ ምግቢ ውሽጢ መደንዘዚ ከም ዘእተየን ንዕኡ ካብቲ ቦታ ኣውፂኣ ናብ ፖሊስ ክሳብ ተፍልጥ ግን ከም ዝበልዐት ኮይና እናምሰለት ከም ዝነበረት ነቶም በዓል ስልጣን እንተረድእ ሓሳዊ ምዃኑ ይረጋገጽ። ንሳ ብነፃ እንተልቀቕ እቲ ወዲ ከዓ ንምርመራ ኣብኡ ይጸንሕ። ካብኡ ረሃፉን ኣዲያን ብሓባር እናተነጋገራ ንርእየን። ስለ ናይ ሮሃፍ ሓፍቲ ኣቦ ቪክቶርያ እንትነጋገራ ናይቲ ትካል መራሒ ራሂዝ ካብ ናይ ቪክቶርያ ካዚኖ 10 ሚልዮን ዶላር ግብሪ ከም ዝደልን ንሳ ግን ክትኸፍል ከም ዘይትደሊ ይናገራ። ናይ ሳፊ ሓድሽ ተልእኾ ራይዝ ሓድሽ ካዚኖ ቅድሚ ምኽፋታ ቪክቶርያ ግብራ ክትኸፍል ምግባር እዩ። እዚ ድማ ፈጺሙ ዘይከኣል ዝኾነሉ ቪክቶርያ ኣዝያ ስስዕትን ገንዘብ ከም ብሌን ዓይና ስለ ዝትርእዮ እዩ። ሳፊ ንክትኸፍል ዋላ እኳ እንተእመነታ ንሳ ግን እምቢ ትብላ። ዘይሕሰብ ነገር እዩ። ማንም ካባይ ምንም ኣይደልን፣ ብፍላይ እቲ ኣረጊት ሰብኣይ። ብጽቡቕ መንገዲ ዘይተምጽኢ እንተ ኾይንኪ ኣብቲ መኽፈቲ መዓልቲ ኣብ ኢድኪ ዘሎ ገንዘብ ንክትኸፍሊ ክገብረኪ እየ ኢላ ትጋፈጣ። ብብዙሕ ገንዘብ ምስ ተወራረዳ ቪክቶርያ ገዲፋታ ትኸይድ። ዳሕራይ ኣያን ናብ ሳፊ መጺኡ ምስኡ ስለ እትህቅን፣ ይነጋገሩ። ስለ ቪክቶርያ ኩሉ ሓበሬታ ንኸምጽኣላ ተሓቶሞ፣ ክልቲኦም ብቐረባ ነታ ሰበይቲ ምክትታል ይጅምሩ። ቪክቶርያ ምስ ናይ ራፍ ኣደ ኮፍ ኢላ ስለ ሳፊ ይነጋገሩ። ንሳ ዓሻ ጓል ከም ዝኾነትን ክትስዕራ ከም ዘይትኽእል እናተነጋገራ ትኣትሞ፣ ንቪክቶርያ ሕጂ ዘለኪ ናይ ውርርድ ገንዘብ ክፈሊ ኣይኮነን ንስኺ ኢኺ እቲ ግብርን ካልእ ገንዘብን ስትኸፍልዮ ድሕሪ ምባላ ብመስኮት ንኽትርኢ ተሓታ እሞ ቪክቶርያ ብመስኮት እንትርኢ ናይ ተምሃሮ ሰልፊ ኣብቲ ደገ ትርኢ እቶም ተምሃሮ እታ ሰበይቲ ስትገብሮ ሕማቕ ስራሕ ጠጠው ንኽተብልን ካዚኖኣ ናይ ሕማቕን ብዕልግናን ቦታ ንከይትገብሮ ኣጥቢቖም ይልምንዋ ንሳ እውን ሓሪቓ ንሳፊ እዚ ህውከት ጠጠው ንኽተብል ዋላ እኳ እንተለመነታ ሳፊ ግን ፍቓደኛ ከይኾነት መጀመርያ እቲ ገንዘብ ኣምፅእዮ ኣብቲ ቤት ትምህርቲ ንጓልኺ በይና ክሓታ ሓሲበ ኣለኹ እንትብላ ቪክቶርያ እቲ መልእኽቲ ተረዲእዋ ወፂኣ ትኸይድ። ብቕልጡፍ ናብ ናይ ጓላ ኣውቲስታ ደዊላ ስለ ጓላ እንትሓትት እቲ ኣውቲስታ እውን ናታ ክፍሊ ጥራይ ኣብቲ ቤት ትምህርቲ ኣብ ኣኼባ ከም ዝኾኑ ይነግራ። ንሳ እውን ብቕልጡፍ ናብቲ ቤት ትምህርቲ ከይዳ ኣብኡ እውን ሳፊን ናይ ቪክቶርያ ጓላ ኣብቲ ክፍሊ ውሽጢ ብኸመይ ንባዕላ ክትከላኸል ከም ዘለዋ ትምህርቲ እናሃበታ ተረኽባ። ድሕሪ እቲ ትምህርቲ ናይ ቪክቶርያ ጓላ ካብ ኩሎም ቆልዑ ተፈልያ ንሳፊ ስለ ዘምሀረታ ተመስግና። እቲ መኽፈቲ መዓልቲ በጺሑ ሳፊ በቲ ውርርድ ከም ዝተሰዓረት ርግጸኛታት ይኾኑ። እንተኾነ ግን ድሕሪ ውሕዳት ሰከንድታት እታ ሰበይቲ ገንዘብ ሒዛ መጺኣ ነቲ ትካል መራሒ ራይዝ እንኳዕ ደስ በለካ ኢላ እቲ ገንዘብ ሂባ ይቕሬታ ትሓቶ። ኩሉ ሰብ ሳፊ ከመይ ኢላ ነታ ስስዕቲ ቪክቶርያ ክትስዕራ ከም ዝኸኣለት ብምግራም ይስንብዱ። እቲ መራሒ ብኣኣ ኩርዓት ይስመዖ እሞ ባዕላ ብገዛእ ኢዳ እቲ ሪቫኖ ባዕላ ቆሪጻ እቲ ካዚኖ ንክትኸፍት ይሓታ። ድሕሪ ቁሩብ ግዘ ናይቲ መራሒ ጓሉ ሌይላ መጺኣ ብሳፊ ክትሕጨጭ ትጅምር። ንሳ እውን ብዘይ ምንም ፍርሒ ኣብ ኣቦኣን ኣብ ቅድሚ እቲ ዝተኣከበ ህዝቢ ብጽፍዒት ትሃርማ። ነቲ መራሒ እውን ዜራ ጓልኻ ብዝግባእ ኣምህራ እምበር እንትብሎ እቲ መራሒ ንሳፊ ጥፋእተኛ ክገብራ ዋላ ኣይኽኣል ብጓሉ ክመጽእ ስለ ዘይደለየ እቲ ነገር ንምዝሓል ክብል ምንም ማለት ኣይኮነን ጽቡቕ ነገር ኮይኑ እዩ ድሕሪ እቲ መኽፈቲ ሌላ ብጽፍዒት ምህራማ ኣሕሪቐዋ ምስ ሳፊ ንምበኣስ ትኸይድ ሌላ ንሳፊ ንኣዲኣን ኣብ ሆስፒታል ዘሎ ዓርካ ክትወዶም ከም እትኽእል ተፈራርሓ። ንሳ ግን ንህይወትኪ ዘየጣዕሰኪ እንተኾይኑ ትብላ። ንሳ ምፍርራሓ እንትቕጽል ሌላ ፈሪሓ ካብቲ ከባቢ ትኸይድ። እንተኾነ ግን ሳፊ ሌላ ዝኾነ ሕማቕ ነገር ምሕሳባ ስለ እትፈልጥ ንሳ ቀዲማ ስጉምቲ ንምውሳድ ትውስን። ሳፊዩን እነ ኣያን ተኣኪቦም ኣብቲ ሽዑ ግዘ ብሓንቲ እምኒ ክልተ ዖፍ ንምህራም ብምሕሳብ ኣብ ሌላን ቤት ሰባ ንዝቐጸለ ህቅን የውጽኡ። ብጽብሒቱ ሳፊዩና ውሑዳት ሰባት ናብ ናይ ሌላ ባር ይኸዱ እሞ ሳፊዩ ዓይና ጠቒሳ ምልክት እንትህቦም ዓርሱ ብዓርሶም ናብ ባእሲ ይኣትዩ። ኣብዚ መንጎ ራይዝ ናይ ሳፊ ኣቦን የሕዋታን ኣብቲ ቦታ ይእከቡ። ሳፊ ከዓ ሓደ ካሜራ ኣውፂኣ ንራይዝ ትህቦ። እዚ ካሜራ ኣብ ቢሮኻ እዩ ነይሩ። ንዓኻ ንምስላል ኢሉ ዘቐመጦ ኣቦይ እዩ። እቲ ዓብዪ ጉድኻ ክነግረካ። ኣቦይ ሌባ እዩ። ንባዕሉን ደቁን ጥቕሚ ክብል ካባኻ ብዙሕ ገንዘብ ሰሪቐ እዩ ትብሎ እሞ እቲ ነገር ክክሕዱ እንትብሉ ንሳ እዚ ነገር ከም ልጠኒ ኢልኹም ድዩ ድሕሪ ምባላ ካብ ናይ ኣቦኣ ጅባ ውሽጢ ናይ ራይዝ ሰነዳት ዝሓዘ ስልኪ ኣውፂኣ ተርእዮ ራይዝ ብንግግራ ኣሚኑ ብኣቦኣ ተስፋ ቆሪፁ ኣብ መንጎኦም ዘሎ ስራሕ እውን ጠጠው ይብል ካብኡ ናይ ጓልን ናይ ሳፊ ሓዋ ሕፀ ኣፍሪሱ ብሕርቃን ይኸይድ ብምቕጻል ንሳን ኣያንን እቲ ዝቐጽል ህቅን ንምርኣይ ብመኪና እንትኸዱ ሓንቲ ዓባይ ናይ ጽዕነት መኪና መንገዶም ዓጽያ ትገጭዮም ሳፊ ቀሊል ጉድኣት እንትበጽሓ ኣያን ግን ብዝለዓለ ኩነታት ተጎዲኡ ናብ ኦፕሬሽን ክፍሊ ይኣቲ እቲ ናይ ፖሊስ መኮንን መጺኡ ኣብቲ ከባቢ ካብኣ ወጻኢ ካልእ ሰብ ከም ዘየለ ይናገር። ሳፊ ግን እዚ ዝገበረት ብርግጸኝነት ሌላ ምዃና ገሊጻ፣ በዚ ከኣ ኩሉ ሰብ ብሓደ ግዜ ዝተቐጽዐሉ መንገዲ ከም እትረክብ ትናገር። ንሳኒ እውን እቲ ዝበጽሐ ሓደጋ ብምጥቃም ሳፊ በቲ ሓደጋ ከም ዝሞተት ዝገልጽ ናይ ሓሶት ወረ ንምውራይ ይሰማምዑ። ንቑሩብ መዓልቲ ጠፊኣ ቤተሰባ ብሓቂ ዝሞተት ንክመስሎም ይገብር። ዩ ናብ ናይ ሳፊ ኣቦ ደዊሉ ሳፊ ቅድሚ ቁሩብ መዓልቲ ኣብቲ ኣረጊት መኽዘን ውሽጢ ተደርብያ እያ ንሱ፣ ሰበይቱን ደቁን ሳፊ ንምርኣይ ናብቲ ቦታ ይኸዱ። ናብቲ መኽዘን እንትበጽሑ፣ ሊዮ ኣብቲ ሳንዱቕ ውሽጢ ዘሎ ነገር እንትገልጾ፣ ሌይላ ኮይና ትርከብ። ኣብቲ ሽዑ ሰዓት ራይዝ ናብቲ ቦታ መጺኡ እታ ዝተጠለፈት ጓሉ ምዃኑ እንትርኢ ይስንብድ። ሊዮ ከዓ ንራይዝ ናይ ሳፊ ኣቦ እዩ እቲ ሕጸ ብምፍራሱ ምኽንያት ጓልኻ ንክጠልፋ ዝነገረኒ። ኣብቲ ሽዑ ሰዓት ሳፊ ንራይዝ እዞም ሰባት ቀጥተኛ ከም ዘይኮኑ ነጊረካ ነይረ። እቲ ሰብኣይ ተበሳጩ ገጸም ክሳብ ዝሓብጥ ይሃርሞ። እንተኾነ ግን እቲ ሰብኣይ ኣብ ዝኾነ ችግር ኩሉ ሳፊ ምርካባን ብዘይምንም ምጉድኣት ከም እትወጽእ የስተውዕል። እዚ ኩሉ ብኣጋጣሚ ክኸውን ኣይኽእልን። እወ ልክዕ ኢኻ ድሕሪ ምባላ ኣብ መንጎኦም ባእሲ ንክፍጠር ናይ ባዕን ኣዲኣን ብተወሳኺ ናይቶም ዝተተለሉ ካልኦት ሰባት መሰል ንምምላስ ክትብል እዚ ኩሉ ባዕላ ምህቃና ትነግሮ። ኣብቲ ሽዑ ሰዓት ናይ ፖሊስ ሓይሊ መጺኡ ኣብ ኢድ ቁጽጽር የውዕሎም። በዚ ከኣ ሳፊ ኣብ ዙርያ ዝነበረ ክፍኣት ተገላጊላ ናይ ኣዲኣ መሰል ትመልሶ። ድሕሪ ቁሩብ ግዜ ናይ ሳፊ ኣደ ሕክምናኣ ወዲኣ ኣማሓይሻ ካብ ሆስፒታል ትወጽእ። ኣብኡ እውን ኣርባዕተ መናእሰይ ኣሌክስ እቲ ናይ ፖሊስ መኮነን ሊዮእና ኣያን ሕድሕዶም ፍዮሪ ሒዞም ይጽበይዋ ሕድሕዶም ዝገበሩላ ውዕልታ እናዘከርዋ ንምምራጽ እናተፈኻኸሩ ፍቕረይ ትብርዐኒ ዲኺ ኣሌክስ እውን ንሕና እኮ ካብ ነዊሕ ግዘ ጀሚርና የዕረኽቲ ነርና ኢና እንትብላ እቲ መኮነን ድማ ጸላእቲ ክዝኣሰርክዎም ኣነ እየ ልዮ እና ኣያን ድማ ካብ መጀመርያ ጀሚሮም ምስኣ ዝነበሩ ንሶም ምዃኖም ይናገሩ ንሳ እውን ናብኦም እናረኣየት ኣነ ግን ንኣደየ እየ ዝመርጽ ምስኣ ኮፍ ኢላ ዘሕለፈቶ መከራ ኩሉ ክክሕሳ እየ ትብሎም ኣርባዕቲኦም መናእሰይ ፍዮሪኦም ንኣዲኣ ብምሃብ ንጓላ ዝሰማማዕ ሰብ ንሳ ንኽትመርጽ ይሓተዋ። ሳፊ እውን ብዝረኸበቶ ብዙሕ ገንዘብ ሓድሽ ህይወት ንምጅማር ምስ ኣዲኣ ሓቢራ እናኸደት እናርኣየና ፊልምና እውን ይውዳእ።